ንገዛእ ነብሱ ብግቡእ የኽብራን የፍቅራን፣ ንኻልኦት ብግቡእ ከኽብርን ከፍቅርን ኣይክእልን'ዩ ንምባል'ዮም። ሓደ ጸሓፊ ንኻልኦት ብምሉኡ ብምብቅዓት ብኣጋባብ ብምፍቃር ንገዛእ ነብስኻ ብዝግባእ ትኽክል ብሓቂ ክተፍቅር ኣለካ ይብል። ቃል ኣምላኽ ውን ንብጻይካ ከም ነብስኻ ኣፍቅር እዩ ዝብል። ኣብዚ ኣስተውዕል፣ ንብጻይካ ምስታ ነብስኻ ኣፍቅሮ እዩ ዝብል ዘሎ። እዚ እንታይ የርእየካ ምስ ትብል ንኻልኦት ብብቕዓት ብኣገባብ ብምልእነት ከተፍቅር ንገዛእ ነፍስኻ ብግቡእ ምፍቃርን ምኽባርን የድልይ'ዩ። እቲ ምንታይ ሽዑ ጥራሕ ኢኻ ንብጻይካ ከም ነፍስኻ ከተፍቅሮ ትኽእል። እንታይ እዩ ግና ንገዛእ ነፍስኻ ብግቡእ ምፍቃርን ምኽባርን ንዝብል ንገዛእ ነፍስኻ ብዝግባእ ጥራሕ ኣይኮነን እተፍቅራን፣ ክኽበራን ዝግባእ ወሲኽካ እውን ህይወት ካብ እግዚኣብሔር ዝተዋህበትኒ ብልጽቲ እያ ኢልካ ንምስጋና ብምቕባል እውን እዩ። ትፈልጥ ኢኻ ብዙሓት ሰባት ካልኦት ንክኾኑ እምበር ገዛእ ነብሶም ንክመስሉን ክቕበሉን በዚ ከም ዘይኮኑ ንስኻ ግና እመነኒ እግዚኣብሔር ንኹልና ዝተፈላለየ ትርጉም ዘለዎ ኣገዳስነት ዘለዎ ኣድላዩ ዝኾነ ህያባት ሂቡ ፈጢርና እዩ። እንተኾነ ዝበዘሐ ሰብ ነቲ ኣብቲ ገዛእ ነፍሱ ዘሎ ኣጎልጉልነት ዘለዎ ህያባት ክፍትስን ክዕብን ዘይኮነስ ዝንጽር ካልእ ንኽመስል እዩ ዝጽዕር። ገሌ ካብቲ ኣገዳስነት ዘለዎ ህያቡ ኣእምሮኡ ገዚኡ መንፈሱ፣ ዘይተጨበጠ ነፍሱ ወዘተ ንምዕባይ ምጥቃምን ኣይጽዕርን። ጥራሕ ንስኻ መዓልታዊ ናብ እግዚኣብሔርን መታን ነፍስኻ ክትቅበላ ከም ትጽሊ ኣለካ። እዚ ማለት ምስ ኩሉ ጸገምካ ሽግር ትዕደልቲ ካብ ዘየገድስ እግዚኣብሔር ኣምላኽ ንገዛእ ነፍሰይ ኣብዛ ዘላታን ከም ዘላታን መታን ክቕበላ ሓግዘኒ በል። ኣብቲ ትሕቲ ጸሎት ድማ መታን ክትቅበላ ብዙሕ ክትጽዕርን ከተንብብን ክትዕዘብን ኣለካ። ተዓዘብ እሞ ሄለን ክለር ዕውርቲ ጸማም ከሎ ትዕድልታ ህይወት ድምጽ ዘይብላ ቁምነገረኛ እያ ኢላ ንህይወት ክትድነቐላ ተዓዘብኩ። እሞ ኣብርሃም ሊንከን ንገዛእ ነብሱ ኣብ ከመይ ስንኩል ትዕድልትታት ከም ስእነት፣ ሕማም ወዲ ስኡን ወዘተ ከሎ ተቐቢሉ ታሪኽ ሰሪሑላ። ኣደይ ትፈልጥ ንጸለምቲ ሓደ ካብ ዝሃስዮም ጸዓዱ ንስኹም ካብ እህባይ ኢኹም ተፈጢርኩም ንስኹም ምሳና ማዕረ ኣይኮንኩምን ንስኹም ባህርያት ባርያታት ኢኹም ምባል ኣይኮነን፣ ንጸለምቲ ዝሃስዮም ናይ ገዛእ ነብሶም ኣተሓሳስባ ጥራሕ እዩ። እቲ ምንታይ ንዓኻ ዘየቕንወካ ካልኦት ዝብሉኻን ኣትሒቶም ዝርእዩኻን ዘናእሱኻን ሕማቕ ተዕልልታ ኣይኮነን፣ እንታይ ደኣ ኣብ ልዕሊ እዞም ኣርእስትታት ዘለካ ኣተሓሳስባን ኣመላኻት እዩ። ማለት ንሶም ግደፎም ይብሉኻ ይነኣእሱኻስ ንስኻ ግን ዘረኦም ናይ ምንጻጎም ኣተሓሳስባ ክህልወካ ኣለዎ። ቶማስ ካባኻ ጠቃር ኢሉ ጸሪፉ እንታይ ክትሕዘሉ ዘይነብሱ ኢዩ ኣላልዪ ይገርመኒ ኢዩ። ይግረምኪ እምበር እንታይ ኮንኪ ኢልኪ ትሓዝንሉ የስሕቐኪ እምበር እንታይ ኮይነ ኢልኪ ኢኺ ትነብዕሉ ይበል ዝጸርፍ ነብሱ ኢዩ ዘላሊ ዝገልጽ እምበር መንነት ናይቲ ዝጸርፍ ኣይኮነን። ዝጸርፈካ ዘለኹ ዘነኣእሰካ ዝነዕቐካ። ኣታሕተካ ንሶም ይሕፈሩ እምበር ንስኻ እታይ ኣለካ ዘሕፍር ንሰብ ኣኽብሩ ዘይክእልን ብሰብ ጽቡቕ ዘይዛረብን ዘይሓትትን ዘይሓስብን ድዩ እቲ ክሓፍር ዝግብኦ እምበር እቶም ክብረቶም ዝጎድሉ ወይ ሕማቕ ዝዛረብሉ ኣይኮነን ስለ ለዚ ትብሎ ዘይኮነ ትሓስቦ ጥራሕ ተገደስ ትሕመዮ ዘይኮነ ተተግብሮ ጥራሕ ተገደስ ማርት ቶሪንግን ብዝሓት ጸለምቲ ማል ኔግሮ ጸለምቲ ብምዃኖም ብግዛእ ነብሶም ይሓፍሩ እዮም። እንተኾነ በጃኹም ክቡራት ኣሕዋተይ ካብዚ ዝዓሞቐ ናይ ነፍስኹም ኣነ ሰብ እየ ሃብታም ወረጃን ጭዋን ዝኾነ ሕብረተሰብ ድማ ኣለኒ ወላ እኳ ታሪኸይ ኣዝዩ ዝተመዘመዘን ኣቐንዛዊን ይኹን ኣነ ጸሊም እየ ጸሊም ብጸሊሙ ጽቡቕ ኩርዑን ጸሊም እየ በሉ ይብል ኔሩ። ትርኢ ኣለኻ ማርት ሉተር ኪንግ ንገዛእ ነብሱ ብግቡእ ብሓበን ዝቕበልን ዘፍቅርን ስለ ዝነበረ እዩ ንኻልኦት ብግቡእ ከፍቅር ክኢሉን ኣብ ታሪኽ እቲ ክቡርን ተዘካርን ክኸውን ዝኸኣለ። ንማርቲን ኣይኮነን ጸለምቲ ጸዓዱ ዓለም ብምልኣት እኳ ተኽብሮ እያ። ሕጂ ርኣያ እታ መሲሉ ዝኸኣለቶን ኣንጻር ብዙሕ ዝተቓለሰትን ኣብ መጠረሽታ ዝቐተለቶን ሃገር ኣመሪካ እኳ ካብ ድሕሪ ሞቱ ኣትሒዛ ዓመታዊ ሎሚ መዓልቲ ልደት ናይ ማርቲን ሉተር ማትሪንግ ኢሉ እዩ በዓልቲ ልደቱ በርዝደዩ ዘተኽብረሉ ነይራ። ሙነይባ ሙዙሪ ንገዛእ ነብስኻ እንተደኣ ዘይትመስል ኮይንካ ዓለም ከየላለየት ከፍትሓልፍ ኢኻ። ከም ዘድልየት ገዛእ ነፍስኻ ንምፍቃርን ንምባልን ጸሊ ሕሰብን። ሽዑ ኣብዚ ዘመኒ ነገር ንገዛእ ነፍስኻ ምምሳልን ምቕባልን ምፍቃርን ጥራሕ ምዃኑ ክበርሃልካ እዩ። ወረግ ንማንም ሰብ ንህይወትካ ደኣ ኢኺ ትምነይሉ እምበር ናይ ካልኦት ህይወት እኳ ኣይትምነይን። ስምዕኒ ስምዕኒ ስምዕኒ ካብ ንኡሳት ተወልደ ብደጋዊ ነገርካ ዘይጸብቕ ኮንካ ተወሊድካ ካብ ቅርስስቲ ሃገር ተወሊድ ተወለድ ካብ ሱእናት ተወለድ ምስ ሕማቅ ዕድላት ተወለድ ኣየገድስን እዩ እቲ ምንታይ ቅኑዕ ኮይኑ ዝክኣለ ሰብ ዝኮነ ይኩን ትዕድልቱ ጭዋ ወዲ ዓበይቲ እዩ ኣይ እስከ ካብ ልእወና ዝዓቢ ጽባቀ ኣሎ ካብ ትዕግስቲ ዝዓቢ ንግስነት ኣሎ ካብ ትብዓት ዝዓቢ ጅግንነት ኣሎ ካብ ነብስካ ምቅናዕ ምግላጽ ዝዓቢ ዝና ኣሎት ካብ ንዓና ዝዓቢ ክብረት ኣሎት ካብ ፍርሃት ኣምላኽ ዝዓቢ ጥበብ ኣሎት ካብ ትሕትና ዝዓቢ ልዕልና ኣሎት ካብ ልግሲ ዝዓቢ ሃፍቲ ኣሎት እዛ ዓለምን ነብሶም ዘፍቅሩ ዘኽብሩን ዝፈቱን ከምኡ ድማ እንታይ ይገብሩ ናበይ ይኸዱ ኣለዎም ዝፈልጡ ጥራሕ እያ መገዲ ዘለዋ።